ዋእ ክትፋትሒ ከለኺ ተሓጉሙና እንታይ ዝገበርና ህዝቢ ኢና ከለና እዚኣ ከለና ዋእ እምበር እታ ስማርቲ ኣድኒቐኪ እየ ብጣዕሚ ስማርቲ ስማርቲ በላሕ በላሕ ሰለስተ ክሳብ ዝወልደልኪ ኢኺ ሸኺዕኺ እምበር ራብዓይ ቆልዓ ከይደገመልኩ ከሎ መን ወዲ መን ምዃኑ ፈሊጥክዮ በላሕ ስለ ዝኾንኪ እምበር ሓንቲላ ኣብዚ ንዕላል ክኾነና ሽማ ብዘየገድስ ምስ ሓደ ቻይናዊ መኹስቦ ገይረ ኣብለኪ ኣለኹ ኣነ ዓመት ዓመት ማንታ ማንታ ማንታ ሰለስተ ግዜ ሓደ ናፅላ ሸውዓተ ሸውዓተ ቆልዑ ክሳብ ዝወልደላ ቻይናዊ ምዃኑ ከይፈለጠቶ እዝግዮ ቻይናዊ ምዃኑ ከይፈለጠቶ ስኽስ እኳ ትግራዋይ ትግራዋይ ኩሉ ነገር ከማና ዋላ ሓንቲ መፍለይ ዘይብሉ ቻይናዊ ከማን ቻይናዊ ምዃኑ ዘይፈልጥ ኣለዋ ዋንቲ ቁሩብ ብዓይኑ ብዓይኑ ከማን ኣይትፈልጥዮን ተበልክዋሲ ፍቕሪ እኮ ሽፍነካ ኢላኒ ተሸፊንኪ ኢኺ ሰኽ ከዓ ተሸፊንኪ ኢኺ ድሓር ከዓ ናብ ዝኸደክ ይብሉን ዋ ናብ ዝኸደክ ይብሉን ኮይቱ ግን ይትሕረቂ ዋ እንታይ ብደቂ ክኽትከሓስጊ ኢኺ ብደቂ ክኽትከሓስጊ ኢኺ በቃ ድቀ ክትከሓሲ ኢኺ ብዙሕ ኣይትጓይ ዝሓፍተይ ብዙሕ ጥርጥር ኣይትበሊ እዚኣ ከዓ ግደፍያ እዚኣ መሓጎማ እዚኣ ግደፍያ ብዙሕ ሽግር ኣለና ብዙሕ ፀር ሰኪሙ ዘሎ ሕቁ እዩ ይኣኽለና ዝሓፍተይ እወ በቃ እታ ጉዳይ ትተዓፁ ካብ ሕጂ ብዛዕባኡ ምዝራብ ገለ ኣብ ነብሲ ክቴከር ግበሪ ኣብ ነብሲ ክቴከር ግበሪ ኣብ ደቂ ክቴከር ግበሪ ምስ ዝኸደ ሰብኣይ ዘይኮነ ደድሕርኡ እንዳኸድካ ዝዝረብ ኣብ ደቅኻ ቴከር ትገብር ደቅኻ ከዓ ይኩሕሱኻ ኣብ ደቅኻ ትከሓስ እዚኣ እያ እወ ካብ ሕጂ ዘረባ ኣቋርፂ እኺ እቶም ቤተሰብ ከዓ ኣይተሓጎሱን ሓፍቱ መፅኣ ክትዛረብ ሰሚዐያ እወ ኣብ ዩቱብ ከዓ ሳብስክራይብ በርኡኹም እወ እዚኣ ከዓ ትዛረብ ኣላ እዛ ጉዳይ ኣብ ካልእ ከይከደት ከላ ኣብዚኣ ትተዓፆ ዝሓፍተይ ክብለኩም ደሊ ላይክ ኣይትረስዑ ኣየሳእንና ጋዜጠኛ ነሽ ካብ ሃገረ ጀርመን